ንፍሉይ ኢና ዓጺና ነብልዓ ኔርና ንዑ ኣብ ድብጻሕ በጽሐልካ ወላ ነብሲ ክኢልካ ውላድካ ሲ ኣርጋ ንዓኻ ዝሓገዘካ እዩ እዛ ናይ ትማልኻ ኩሉ ሰብ ክዓወት ናቱ እዩ ክጽበቐኒ ስምዒት ናይ ስፖርት ብጣዕሚ እዩ ዘስተደለኒ ከምዚ ከዓ ክርኢ ከለኹ ብጣዕሚ
ስድርኡም ኣጽናሓልና ሰበይቱን ወዱንሲ ብኤርትራ ቪዛ ተኸልዮም ኣብ ሚእቲ ዓመት ተዓወትሲ ከምዚ ናብ ፖለቲክስ ገለ ገለ ንኸተሓዞ ገለ ይፍት ኣብዚ ደረጃ እዚ ንክበጽሕ ዝጸዓሩ ነደይን ነቦይን ወፍየዮ ኣለኹ ኢሉ እዩ ንሻዕብያ ወፍየዮ ኣለኹ ይበል ብዕድመን ስኻብ ብዕጽፍጻፍ ንብንያም ተዓብዩ ከምኡ ግበር ኢልካ ንክትምህሮ ዝግባእካ መንእሰይ ግን ዋይ ተስፋ ተቑርጾ። እሞ እኮ ዓሌቱ እቲ ጂኖሎጂካል ሂስትሪ ተርእኻ ናይቲ ሳይክሊስት ትግራዋይ ወዲ ኣኽሱም። ንናይ ሚእቲ ዓመት ዕብለላ ጸዓዱ ኣብ ሜድኦም ብዳንጉኡ ዝሰላልዖም ጂግና ኤርትራዊ። Congratulations ቢባሉ ሺህ ግዜ ብትለዋቸው በፍጹም ኣይበቃም። ቢንያም ግርማይ ስምዓኒ የቀንየለይ for putting Eritrea on the map thank you so much። ከነስርሮ ኣለና ኣብ ብዙሓት ኣንስቲ እወ ዘሩ ከይጠፍእ። ብልብ ኣድልየና እዩ ሓደ ዕስራ ሰላሳ ክወልድ ኣለዎ እዚ ፍሮም ቢንያም ግርማይ ኣይኣም ፍሮም ቢንያም ግርማይ እዚ ናይ ቢንያም ሓጎስ እወ ናይ መላእ ህዝቢ ህዝቢ ኤርትራ እዚ ተስፋ እዩ። ሰላም ጥዕና ሃበለይ ከመይ ኣለኹም ከመይ ትቕንዩ ክቡራትን ፍእተዋትን ተኸታተልቲ ሽደን ሪኣክትስ ዋን ጽቡቕ ስምዑ ጽቡቕ ብስራት ሽደን ሪኣክትስ ዋን ኮንግራትስ። You have been accepted into the YouTube Partner Program ስለዚ ንስኻትኩም ኣብ ጎነይ እንተዘይትኾኑን ምሳይ ኮይንኩም ሳብስክራይብ ተዘይትገብሩ ነቶም ቪድዮታት እዚኣቶም ክዕወቱ ተዘይትገብርዎም ነይርኩም ኣነ ደኣ በይነይ እንዲ ሓደ እንዳ ኣለየ ማለት እዩ ብጣዕሚ ብጣዕሚ እየ ዘመስግነኩም የቐንየለይ ክብረት ይሃበለይ ዓብየይ ይብል ስድራይ ይብል ኩልኹም ንትህቡኒ ርእይቶ ኣዝየ ኣዝየ ብጣዕሚ እየ ዘመስግን ዝገርም እዩ ንኺድ እስከ ባህሊ ጽቡቕ ነገር እዩ ንቕድሚት ከዓ ነብሎ ተበደይ ስለለይሲ ንዕ ኩዳ ልመዲ መልክዓ ዘውዲ ኢሉ ደራፊ ዝደረፈሉ ከምዚ ዓይነት ኩዳ ዝበሃል ባህሊ እዩ ኣብ ማእከል እቶም ነቲ ጓይላ ዝጉይሉ ሰባት ከበሮን እምብልታን ሒዞም ጭራዋጣ ኣብ ጎኖም ገይሮም ሽዑ መጣቕዒ ድራም ገለ ኣይነበረን እዩ ድጉሪ ዝብሃል ኣሎ ካብ ዕንጨቲ ተሰሪሑ ከምዚ ከምዚ እንዳገበሩ በቲ ድጉሪ ገይሮም እዮም ከኣ ሓቢሮም እቲ ሪትም ዝሰርሕዎ ነይሮም ማለት እዩ ሸናዕ በል ይሰስን ናመደ የስዚ እዚ መርዓ ንመን እዩ ዝግብኦ እንተኢልኩም ትምትላልን ትምኹዳድን ነቲ ሕጂ ኣንበሳ ኮይኑ ተዓዊቱ ዓወት ብዓወት ገይሩስ ገጽና ከኣ ኣኣም ቢንያም ግርማይ ከብል ዝገበሮ ማለት እዩ ብከምዚ ቅዱስ ዝኾነ መርዓ ጽቡቕ ደስ ብዝብል ናይ ኣብርሃም ሳራን መርዓ ተመሪዖም ሕጂ ከዓ እንሆ ዓወት ብዓወት ገይሮሞ ዘርእኻ ይብዛሕ በልዎ ማለት እዩ ኮርሶ ናይ ማውንቴ ባይክ ኣብዚ ምጀመረ እዩ ትጉዕዞ ከይዲ ማለት እዩ ካብዚ ናብ ምስ ጎዳይፍ ኣብ ማውንቴን ባይክ ይነጥፍ ነይሩ ብድሕሪኡ ኣብ ሳልሳይ ዲቪዥን ምስ ጎዳይፍ ኣብ ዳኮርሳ ኣትዩ ብድሕሪኡ ከዓኒ ናብ ካልኣይ ዲቪዥን ሰጊሩ ምስ ጋንታ ኣስቤኮ ብድሕሪኡ ከዓኒ ኣብኣ ከሎ ፅቡቕ ምርኢት ስለ ዘርኣየ ከዓኒ ተመሊሱ ናብ ኣብ ጋንታ ኣስቤኮ ካልኣይ ዲቪዥን ኣቢሉ ካብዚ ልዑል ውፅኢታት ብምርኣይ ኣዝዩ ቁልጡፍ ዝኾነ ለውጢ ቀልጢፉ ዩሲኣይ ተወሲዱ ማለት እዩ ኣብ ዩሲኣይ ተማሂሩ ሕጂ ኣብዚ ዘለዎ ደረጃ በፂሑ። ብጣዕሚ ብጣዕሚ እዩ ዝገርም ማለት እዩ እዚ መንእሰይ ትሪእዎ ኣለኹም ኩሉ ነገር ክሓልፍ ናብዚ ክበፅሕ ሕጂ መበል ሻሙናይ ዝነበረ ማለት እዩ ሻውዓይ ሻሙናይ መድረኽ

ብፍላይ ካብቲ ዝጽውዑና ኣተባብዕዎ ገሊሎም ክሰድ ዝገብሩናሲ ብፍሉይ ኢና ዓጺና ንብልዖ ኔርና ንዕኡ ኣብ ዝብጻሕ በጽሐልካ ወላ ነብሲ ክኢልካ ውላድካሲ ኣርጋ ንዓኻ ዝሓገዘካ እዩ። ቁርሲ ይርንዴ ብዓቢኡ ሕጂ በዓል ቤትካ ካልኣይካ ማለት እዩ ተዓዊቱ ክትርእዮ ወይ ናቱ ኮርሶ ክትርኢ ከለካ ኩሉ ግዜ ከቢድ እዩ ብጣዕሚ ማሲ ፍርሑ ኣሎ በቲ ኩሉ ነገር ብሰላም ክውድእ መጀመርያ ድደሊ ብሰላም ወዲእኻ ዓወት ሒዙ ክመጽእ ከኣ ናይ ኩሉ ሰብ ድሌት እዩ። ናይ ኩሉ ሰብ ድልየት እዩ ዝያዳ ከኣ ናትኪ ድልየት ተጸንቢርዎ ግዲኡ ኮይኑስ ማለት እዩ ሓደ ሓዱሽ ቢንያም ክፈጥር እየ እያ ትብለና ዘላ ማለት እዩ ነብሰ ጹር እያ ዘላ ከኣ ንሳ ብሰላም ከውጽኣን ከምኡ ከኣ ሓዱሽ ቆልዓ ንክትወልደሉን ትምኒት ኣለና ማለት እዩ ምክንያቱ ጅግና ኩሉ ግዜ ኣክቢሩ የክብረካ መጠን ነብሱ ክቡር የክብረካ ዝበሃል ከምዚ እዩ ንወለዱ ኩርዓት ብኣብ ብኦቢሉ ከኣ ማለት እዩ ንዓለም ጠቕላላ ኩርዓት ዝኾነ ሰብ እዩ ፈርዩ ዘሎ ሓበን ክስምዖ ምእንታን ለካ ሓደ ሰብ እዚ ኩሉ ጽምእን ጥሜትን እንድሕር ደኣ ሓሊፉ ሩባ እንተሰጊሩ ከምዚ ዕውት እውን ክኸውን ይኽእል እዩ ዝብል መምሃራይ ዝኾነ መርኣያ መንእሰያት እዩ ስለዚ ኩሉ ግዜ ብፍርሒ ንድዕብጃ ብፍርሕን ብትፅቢትን እንዲና ንብሎ ብኸምኡ እየ ዝከታተሎ እዛ ናይ ትማሊ ከዓ ኩሉ ሰብ ክዓወት ናቱ እዩ ክፅበቐኒ ብጣዕሚ ብዝያዳ በቃ ህንጥዩነት ነይርና ብዛ ኮርሶ እዚኣ ኣብዛ ኮሶ እዚኣ ከኣ ስዒርዋ ጠሓሒሱ ክወጽእ ክትጽበዮ ኔርኪ ማለት እዩ ከመይ ገይሩ ወጺእዋ እስኪ ዊነር ስቴጅ 12 ከኣ ቢንያም ግርማይ እንዲ እዚ ጉዳይ ኤርትራ ዓለም ይዛረብ ብዝብል ዘሎ ትርእይዎ ዘለኹም ንቕቲ ድሕሪ ዓወት ዝነበረ እዩ ኩሉ ዓለም ኣብ ሓደ ቴማ ኣብ ሓደ ዓወት ማለት ሰለስተ ቪድዮታት እሲ ብቅደም ሰዓብ ታሕቲ ንላዕሊ እየ ማለት ዝተፈላለዩ ዓለማት ግን ተመሳሳላይ ሓጎስ ብሓደ ንክገልፁ ካብ ዝገበሮም ህዝቢ ኣዕለቕሊቑ ጎደናታት ዕፅውፅው ኢሎ ማለት እዩ ሓጎሱ ዝገልፅ ዘሎ ብከምዚ እዩ ሓጎሱ ገሊፁ
ስመይ ማክዳ መንግስት ዝበሃል ሰይቲ ፕሮፌሽናል ተቀዳዳሚት ኦሎምፒካዊ ዳንኤል ተክለ ሃይማኖት እየ እንድዒ ኣነ ስፖርቲ ብሓፈሻ ፅቡቅ ገይረ ናይ በዓል ቤተይ ስለ ዝፈልጦ እንድዒ ስምዒት ናይ ስፖርት ብጣዕሚ ይርሰ ደለኒ ከምዚ ከኣ ክርኢ ከለኹ እንድዒ ብጣዕሚ እንድዒ እዚኣ ከዓ ማለት እዩ ቅኑዕ ዝኾነ ሰብ ቅንዕና እዩ ዝምን ሰበይቲ ተቀዳዳሚት ተቀዳዳማይ ብስክሌታ ካሊእ ኣንበሳ ዓቐበት ዳንኤል ተክለ ሃይማኖት ማለት እዩ ሕጂ እውን ከምዚ ትሪእዋ ዘለኹም ሓጎሳ ብኣግባቡ እያ ትገልፅ ዘላ ዝገርም እዩ ንኺድ እስከ
ጋዜጠኛ ስየ ሕቶ ሓቲትዎ ጽባሕ ሲ እቲ ጸወታ ተጻወትዎስ ዕረፍትኹም እዩ ሕጅስ ኩሎም ከኣስ ስድራቤቶም ይመጹ ኣለዉ እሞኒ ከመይ ትሪኦ ነዚ ምስ በሎ ሓጻር ዘረባ ሂቡ እዩ ዓጺዎ እንቋዕ ሓጎሶም ኢልዎ ሰበይቱን ወዱን ስድርኡም መጽናሓልና ሰበይቱን ወዱን ሲ ብኤርትራ ቪዛ ተኸልዮም ኣብ ሚእቲ ዓመት ኣብ ሚእቲ ዓመት ኣብ ቱር ዲ ፍራንስ ወላ ኡጋንዳዊ ዶ ኣይከውን ያኺ ኤርትራዊ ኮይኑ ከማን እዚ ኣብ ሚእቲ ዓመትሲ ኤርትራ ደጸውዐ ኣፍሪቃ ደጸውዖ ሰብሲ ቪዛ ክትከልዎ ኣታት ኣይድበልዎ ኣታት ናይ ባዕሎም እዩ ዝምልከት ስለዚ ኦፊሻሊ ባዕሎም ኣይዛረቡን ኣቡኡ ውን ብከምኡ ሕጂ ሓሳብ ክገልጽ ኣይረኣኽዎን ማለት ኣብ ዘለዎ ጽቡቕ ክኾነሉን ዕውት ንክኾነሉን እዩ ነቲ ውላዱ ዝምነ ዘሎ እቲ ሰብ ግን ሕጂ እንታይ ይገብሮ ኣሎ መሲልኩም ነቲ ዓወት እሲ ከምዚ ናብ ፖለቲክስ ገለገለ ንኸተሓዞ ገለ ይፍትን እዚ ከዓ ኣድላይ ኣይኮነን እዚ ተዓዋታይ ተወዳዳራይ ናይ ብሽክሌት ዳኣ እምበር ናይ ካሊእ ነገር ኣይኮነን ስለዚ በቲ ፕሮፌሽኑ ዕውት ኮይኑ ንቐፅል ምናልባት ነገራት ንሕና እንተዘይንወጣጥሮም ነናናትና እንተዘይንስሕበሉ ጽቡቕ እዩ ብዛዕባ ናይ ቢንያም ዓወት እሞ ወዲ ኤረ ንዓኹም ኣይምልከትን እዚ እዚ ናይ ደቂ ኤረ እዩ ደቂ ኤረ ማለት ንኢሳያስ ዝድግፍ ንግደፍ ዝድግፍ ማለት እዩ ብኦም ዝልክዑ ኣለዉ ኣብኡ ንእሽተይ ርእቶኻ ቢንያም ባዕሉ እዚ ዓወት እዚ ነቶም ኩሉ ነገር ዝገበሩሉ ኣብዚ ደረጃ እዚ ንክበፅሕ ዝፀዓሩ ነደይን ነቦይን ወፍየዮ ኣለኹ ኢሉ እዩ ንሻዕብያ ወፍየዮ ኣለኹ ይበለ ንኢሳያስ ወፍየዮ ኣለኹ ይበለ ሻዕብያ ዳ እንታይ ዶ ተፍርያ ሻዕብያ ዳ ቢንያም ጥራይ ዶ መፍረና ኢና እንተ ተፍርድ ኣብ ሻዕብያ? በዓል ዳኒ ቅድሚ ሕጂ ዝዛረብካ ኣለኹ ኣበይ ኣሎ በዓል ዳኒ የለን። ሓደ ግዜ እኮ ገሊፀ ነረ እኮ ሃገራዊ ክለብ እኮ የለን ሻዕቢያ ከፍርድ እንተዝኽእል ሃገራዊት ጋንታ እዩ ከፍርድ ዝግብኦ ሓደ ኤርትራዊ ብወለዱ ብስድራ ቤቱ ፃዕሪ ኣብ ፅቡቕ ምስ በፅሐ ክወዳደር ንቻይና ድዩ ንቤልጅም ምስ ወፀ እንታይ እዩ ድልየትካ ተይልካዮ ንሃገረይ ክውክል ኣይብለካን ናይ ወጻኢ ጋንታታት ክገዝኣን እዩ ሕልመይ እዩ ዝብለካ። ቢንያም ግርማይ ብናይ ፖለቲካ ቋንቋስ እንታይ ኢልካ ምገለጽካዮ ትብል ሕቶ መጺኣኒ ነይራ። እሺ። ዘርኣይ ደረስ ግርማይ ምበልኩዎ ኢለ። ዘርኣይ ደረስ ንኢጣልያውያን ኣብ ኢጣልያ ኣብ ርእሲ ጸለምቲ ዘለዎም ኣሽካዕላል ንኸብቅዕ ብሴፍ ዝሰላልዖም ጅግና ኤርትራዊ ቢንያም ግርማይ ድማ ንናይ ሚእቲ ዓመት ዕብለላ ጸዓዱ ኣብ ሜድኦም ብዳንጉኡ ዝሰላልዖም ጅግና ኤርትራዊ እዩ። እቲ ዓወት ቅድም ቅድም ክብል ንዕኡ እዩ ዝጠቕሞ። ቀጺሉ ንሃገሩ እዩ፣ ቀጺሉ ማለት ንስድራ ቤቱ እዩ፣ ቀጺሉ ንሃገሩ፣ ቀጺሉ ከኣ ንኣፍሪቃ ሙሉእ እዩ፣ ቀጺሉ ከኣ ንቡዙሓት ንቡዙሓት ማለት እዩ ኩርዓትን ሓበንን ዝኸውን እዚ መንእሰይ። እንኳዕ ደስ በለና ኣፍሪቃውያን ኣሕዋትና ይብሉ ኣለው እሞ እኮ ዓሌቱ እቲ ጂኖሎጂካል ሂስትሪ ተሪኢኻ ናይቲ ሳይክሊስት ትግራዋይ እዩ ወዲ ኣክሱም። ተረድኩም ስለዚ ወዲ ክሱም ዝሰዓሮ ኣፍሪቃ ዘፍለጠ ኣብቲ ናይ ኣብርሃም ዘሎ ኣነ ክገድፎ እሞ ክገድፎ ዝብለኩም ዘለኹ ንምንታይ ድየ መሲልኩም ክኸውን ይኽእል እዩ ትውልዱ ብዘየገድስ ሕጂ ግን ተሓይዝዋ ዘሎ እታ ወረቐት ኣውፅ ኣቢል እታ ፓስፖርት እንድያ ትረአ ንሳ እንድያ ትድሊ ሓቂ ንሳ እያ ከዓ ትረአ ማለት እዩ ክንርኢ ኢና እስኪ ብዝኾነ የት ነው ሀገር ብትሉት የቢንያም ግርማይ ዓዲ ካበይ እንተ ኢልኩሞ ሕጂ ሓድሽ መፅዩ ዘሎ ካብቲ ሕጂ ፖለቲክስ ንግዛዕ ምዛዕ ንውፅእ ንበል እሞ ዓዲ ካበይ እንተ ኢልኩሞ ቢንያም ግርማ ይብሎ ኣሎ ሰብ ወራሪ ፍሮም እንተ ኢልኩሞ ኣም ፍሮም ቢንያም ግርማ ይብሎ ኣሎ
ከምኡ እንተ ኢልካስ ከዓ ኩሉ ሰብ ይፈልጦ እዩ ስለዚ መን እዩ ቢንያም ግርማይስ ይፈልጦ ኣሎ ይብለና ኣሎ
ግለሰብ ኣገር እየሆነ ግለሰብ ሓደ ውልቀ ሰብሲ ሃገር ዝኾነሉ ታሪኽ ተፈጢሩ ስለዚ ሓደ ሰብ ሃገር ኮይኑ ክሳብ ክንዲዚ ዝኣክል እዩ ኣኹሪዕዎም ኣፀዊዕዋ ዘሎ ንኣፍሪቃ እውን ንካልኦቶም እውን ይብለና ኣሎ ታውቃላችሁ ምን አይነት ኢንፍሉዌንስ እንደሚደረግ አንድ ሰው እንዴት አገር ኢንፍሉዌንስ ማድረግ እንደሚችል አንድ ሰው ፈልጦ ዶ ከመይ ገይሩ ሓደ ሰብ ፅዕንቶ ከም ዝሕድር ክሳብ ክንዲዚ ዝኣክል ብከምዚ እዩ ፅዕንቶ ዝሕድር እንዴት አገር መገንባት እንደሚችል ካበይ ገይሩ ዓዲ ክሃንፅ ከም ዝኽእል ትፈልጡ ዶ ይብለና ኣሎ። ያመድ አንድ ሰው መቶ ሀያ ሚሊዮን እንደበተነ ሁሉ አንድ ሰው ኤርትራ
ከምቲ ኣብይ ንሚእቲ ዕስራ ሚሊዮን ኣጥፊእዎም ዘሎ ከምኡ ከዓ ሓደ ቢንያም ሃገር ኮይኑ የፀዋዓለ ይብለና ኣሎ ማለት እዩ። ይንፋ እያደረገ ነው። የምር የሚገርም ኮንግራጁሌሽንስ ቢባሉ ሺህ ጊዜ ብትሏቸው በፍጹም አይበቃም። ን- ሽሕ ግዜ ኮንግራ ተትብልዎም እዚ ኣይኣኽሎምን እዩ ይብለና ኣሎ

እወ እወ ብልቢ ካብዚ ካብዚ ዝውለዱ ብልቢ ብለካ ኣለኹ እዚ ሓበን ሃገር እዩ ዝወደ ሓበን ሃገር እዩ ብልቢ ኩላ እዛ ብልቢ እወ እሱ ዝወለዶም ኩሎም ልብና ከጥፍኡልና ከዓ ጎዮም መሊሻ ክኸዱ ከለዎም ላ፣ ሓንቲ ብል ሓንቲ ብኒ እወ ብልቢ እዚ ወዲ እዚ እ፣ እወ ዞሩ ከይጠፍእ ብልብ ኣድልየና እዩ ሓደ ዕስራ ሰላሳ ክወልድ ኣለዎ እዚ። ንሓጎስና ምኻድና ኣብዙይ ኢና ንገልጽ። If anyone ask me where you from brother I am from ቢንያም ግርማይ I am from ቢንያም ግርማይ። Anyways ኣብ ዝኾነ ወቕቲ ወይ ከኣ ኣብ ዝኾነ ሞመንት ሓንቲ ዝኾነት ቪድዮ ኣላ ቫይራል ትወጽእ ማለት ሰባት ብዝተፈላለየ ናይ ክሪኤቲቪቲ ኣይድያ ይኸዱ እሞ ዝኾነት ቪድዮ ይሰርሑ ኣብታ ቪድዮ ንሳ ከኣ ሓንቲ ብሕቲ ዝኾነት ፍልይ ዝበለት በቃ ንበይና ተራእያ ዘይትፈልጥ ቪድዮ ንእሽለይ ከምዚ ኒው ኮይና ትወፅእ ኣም ፍሮም ቢንያም ግርማይ ከዓ ናይዚ ሕጂ ሰሙን እያ ኣይትገርምን ዝገርም እዩ ንኺድ እስከ
ከም ብንያም ሽሕን ሚእትን ኣለዉ የብለካ ፀንሐ ካብዚ ብንያም ዝገበሮ ዓወቲ ካብ ዓለም ሙሉእ ዘጋላገልዎ ኣብ ትሕቲ ፅላል ፀሓይን ቁርን ዝህሮም ዘለዉ ትሕቲ ገረብ ኣብቲ ውሽጢ ሃገር ዘለዉ እዮም ይብለካ ኣለኹ በብሓንጎሎም ከዓ ገሊኦም ሃገሮም የመሓድሩ ኣለው ገሊኦም ሃገሮም ይሕልው ኣለው ኣውሒሶም ኣለው በቃ ልዕሊ እቲ ዝከኣሎም ይኸፍሉ ኣለው ልዕሊ እቲ ዝግብኦም ማለት እዩ እቶም ፈጢሶም ዝወፁ ከዓ ፈንጢሶም ክወፁ ተበጊሶም ኣለው ብንያም ናይዚ ሕጂ ንጉስ እዩ መሃሪ ናይዚ ሕጂ ዘሎ ወለዶ መሃሪ ናይዚ ሕጂ ዘሎ መንእሰይ ማለት እዩ ብዕድመ ስኻብ ብዕፅፍፃፍ ንብንያም ተዓብዩ ክንድኡ ግን ኣይገብርካን ሕጂ ንምንታይ ክንድኡ ዘይገበርካ ይብለካን እየ ከምኡ ግበር ኢልካ ንክትምህሮ ዝግባእካ መንእሰይ ግን ዋይ ተስፋ ተቕርጾ። ከምኡ ኩን እንሀልካ እንዶ እኳ ሮል ሞዴል መርኣያ ነዚ ምሰል ክትብሎ እንዳከኣልካ እንዳሃለኻ ሓደ ትቕንእን ትሕስድናን ኣብዚኡ ዝጅምር ከምዚ ተወሊዱ ከምዚ ኣይ በቃ ከምኡ ጌርኩም ነቲ ህዝቢ እቲ ዓወት እዩ ዝደሊ ዘሎ ሕጂ እንታይ ይብሉ ማለት እዩ ኣብ ዝተጣሓነ ይጣሓን ትሕሩ ጨምጻዮ እንዲ ሎሚ ለውጢ እንታይ ኣሎ እዩ ዝብል ዘሎ ሰብ ስለዚ ሓቃ እያ እዛ ንእስቲ ትዛረቦ ዘላ እዚ ናይ ቢንያም ሓጎስ ናይ መላእ ህዝቢ ኤርትራ እዚ ተስፋ እዩ ስለዚ ካብዚ ተስፋ እዚ ተበጊሶም ከዓ ብዙሓት ኣብ ኣፍሪቃ ኢሎምኻ ሕጂ መዓት ሰብ እያ ሳይክል ትዝውር ዘላ ኣብ ኣፍሪቃ መዓት ሰብ ኢሎምኻ ጎየላ። ንጎ ተሲእካ ቁርሲ ተሪፍ ኢሎምኻ ኣብ ሙሉእ ኣፍሪቃ ያ ንጎ ተሲእካ ናይ ቢንያም ስእሊ እንዳረኣኻ ከምዚኣ ኮይና ኢሎምኻ ስለዚ ብድሕሪ ሕጂ ኣፍሪቃ እንድሕር ዳ ብሳይክል ተዓዊታ መን እዩ ኣርኣያ ኮይንዋ ቢንያም ሕጂ ቁርሲ ተሪፉ ኢሎም ካብ ኣፍሪቃ ፉፉ ተሪፉ ገዓት ተሪፉ ኢሎምኻ ኣፍሪቃ ንጎ ትሲ ኢልካ ጣዕ ጣዕ ያ እዚ ሪያሊቲ እዩ ባይዘወይ ከምቲ ዓንተው ዝብለኩም ዝነበርኩ እዩ ማይ ፀሚእዎ ድሕሪ ትሬኒንግ ኣብ ዕረፍቲ ታኬታ ዝህብሉ ብሰኣን ስረ ማለት እዩ ወይ ከዓ ዝኾነት ማልያ ገለ ዝገዝኣሉ ዝየብሉ ግን ድማ ዓበይቲ ሕልምታት ዘለዎ መንእሰያት ከም ዘለዎ ትፈልጡ ኢኹም ምሽ ከምዚ ዝበለ ነገር እንትሪኡ እንተለዉ ዓብዪ ሕልሞም ናብ ዓብዪ መንገዲ ከም ዝወስድ ዝርድኡሉ መንገዲ እዚ እዩ ማለት እዩ። ናይ ሎማዓንቲ ቪድዮ ነዚ እዩ ዝመስል ነይሩ። ደስ እንድሕር ደኣ ኢልኩም ኮይኑ ኮሜንት ግበሩ፣ ሼር ግበርዎም ነቶም ቪድዮታት ልዋም ቅነ ክኾነልኩም እየ ዝምነ። ዳሕና ቀንዩታ።
Woodlight ዳሕና ሕደሩታ ኣሕዋተይ ማለቱ እዩ።